ኣቐዲምና ንመላእ ተኸተልቲ እምነት ክርስትና በቢዘለኹሞ ርሑስ በዓል ልደተ ክርስቶስ ክኾነልኩም መቓልሕ ቲቪ ትምኒትና ክንገልጽ ንፈቱ። ፌድራል መንግስቲ መንነትን ጂኦግራፍን ናይ ምልዋጥ ብቕሉዕ ይቕጽለሉ ኣብ ዘሎ እዋን መለለዪ መንነት ፋይዳ ከም መሳርሒ ይጥቀመል'ሎ ክብል መግለጺ ሳልሳይ ወያነ ኸሲሱ። ኢትዮጵያ ላዕለዋይ በዓል መዚ ካብ መዝነቱ ተሰናቢቱ'ሎ። መንግስቲ ሱዳን ምስ ኢትዮጵያ ዝዳበቡ ከባቢታት ከም ዝዓጸወት ገሊጹ። ናብ ኤርትራ ላዕለዎት ሓለፍቲ ጉጅለ ልኡኽ ከምዝኣተዉ ተፈሊጡ'ሎ። ብቐንዲ ቐንዲ ነጥብታት ዝጀመርናዮም ዜናታት ናብ ዝርዝሮም ክነስግረኩም፣ ዜናታትና ክሳብ መወዳእታ ተኸታተሉ፣ ደጊምና ንመላእ ሰዓብቲ እምነት ክርስትና ርሑስ በዓል ልደት ክኾነልኩም ንምነ፣ ሰናይ ጊዜ። ካብ ምዕራብ ትግራይ ካብታ ምውቕቲ ቤቱ ካብቲ ሓላል ርስቱ ብሓይልን ገበን ተፈፂምዎን ዝተፈናቐለ ህዝቢ ንውዕሊ ፕሪቶርያ ስዒቡ ናብ መረበቱ ክምለስ ግድን እኳ እንተነበረ ዛጊድ ኣብ ዝተበጣጠሱ ኬንዳታት ኣብ ሕሱም ስቓይ ይርከብ ይብል መግለፂ ሳልሳይ ወያነ ትግራይ። ኣብ ልዕሊ ቑስሊ ጨው ከም ዝበሃል ፋይዳ ብዝበሃል ስም ዝልለ መለለዪ መንነት ኣብ መላእ እዛ ሃገር እንትወሃብ ቅጥዒ ኣድራሻ ተጠቀምቲ እንትምላእ ተወለድቲ ምዕራብ ትግራይ ኣብ ዝመልእዎ ቅጥዒ ግን ዞባን ክልልን ዝገለፀሉ ባዶ ቦታ ብምግባር ትግራዋይነት ምዕራብ ትግራይ ክቕንጥጥ ዝፍትን ስራሕቲ ይዕመም'ለው ኢሉ። መንግስቲ ኢትዮጵያ ዝፈፀሞ ዘርኢ ምፅናትን ምፅራይን ከይኣክል ህዝቢ ትግራይ ብሓፈሻ ህዝቢ ምዕራብ ትግራይ ድማ ብፍሉይ ንጥሜትን ሞትን ምስጥሑ ከይኣክል ሕዚ እውን መንነት ጂኦግራፊ ናይ ምልዋጥ ስራሕቱ ብቕሉዕ የቕፅለሉ ከምዘሎ እቲ ናይ ፋይዳ ተግባር ተወሳኺ መርኣያ እዩ። ክፋል ትግራይ ዘመሓድር ዘሎ ጊዚያዊ ምምሕዳር ድማ ብፍላይ ኣብ ክንዲ ዓቕምታት ትግራይ ኣብ ምእካብ መጋበርያ ብሄረ ትግራይ ኣብ ምፍራስ ዝተዋፈሩ ሰበ ህወሓት ኮይኑ ኣሎ ይብል ኣብ መግለፂኡ። ካብ ዘለናዮ ሲኦል መሰል ኩነት ይኹን ካብ ዝተረግረግናዮ ከም ብሄር ናይ ምጥፋእ ሓደጋ መዋፅኦ ክኸውን ዝኽእል ምልኣተ ልሂቅ ትግራይ ብሄራዊ ጉባኤኡ ዝፅውዕ ስራሕቲ እንትኸትት ከምዝኾነ ሳልሳይ ወያነ ትግራይ ብፅኑዕ ከምዝኣምን ገሊፁ። ስለዚ ንኹሎም ፖለቲካዊ ሓይልታት ይኹን ንትግራይ ዝረብሑ ሓሳባት ዘዋፅኦሉ ብሄራዊ ጉባኤ ተግባራዊ ክኸውን ኩሉ ወገን ፀቕጥን ተግባራዊ ቃልስን ኣብ ዝገበረሉ ቁርፂ እዋን ከምዘለናን ንተፈፃምነቱ ድማ ሳልሳይ ወያነ ትግራይ ኩለንተናዊ ዓቕሙ ከምዘኽስትትን ዝምልከቶም ሓይልታት ፖለቲካ ኩሎም ኣብዚ ብሄር ዘድሕን ዕማም ክረባረቡን ድማ ፃውዒቱ ኣቕሪቡ ኣሎ። ዋና ዳይሬክተር በዓል መዚ ኢትዮጵያ ካብ ስልጣኑ ተኣልዩ። በዓል መዚ ኢትዮጵያ ኣይተ ሳምሶን መኮንን ካብ ስልጣኑ ከምዝለቐቐ ተገሊፁ'ሎ። ባይቶ ተወከልቲ ህዝቢ ሕፁይ ዋና ዳይሬክተር በዓል መዚ ሚድያ ኢትዮጵያ ዕስራን ሸሞንተን ታሕሳስ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ዘካየዶ ሻምናይ ስሩዕ ኣኼብኡ መርሚሩ ከፅድቕ ምዃኑ ኣፍሊጡ። ኣብ ዝሓለፈ ዓመት ብቀዳማይ ሚኒስትር ዋና ዳይሬክተር'ቲ በዓል መዚ ኮይኑ ዝተመዘዘ ሳምሶም መኮንን ካብ ስልጣኑ ዝለቐቐሉ ምኽንያት ክሳብ ሕዚ ኣይተገለፀን።

ኣብ ኤርትራ ንዓመታት ምስ እምነትን ሃይማኖትን ብዝተኣሳሰር ጉዳያት ዝተኣሰሩ እሱራት ተፈቲሖም ከምዘለዉ ገሊጹ'ሎ። ኣብ ዝሓለፉ መዓልቲታት ኣብ ዞባ ጋሽ ባርካ ተታሒዞም ዓሰርተ ሰለስተ ኣመንቲ ዝተፈላለዩ ወንገላውያን ቤተ ክርስትያን ተፈቲሖም ኣለዉ። እቶም ኣብ ቡሽካ ዝተባህለ ቤተ መንግስቲ ዝጸንሑ ሰለስተ ደቂ ኣንስትዮ ዝርከብኦም ዜጋታት ናብ ገዝኦም ተፋንዮም ከምዘለዉ እቲ ሓበሬታ ኣመልኪቱ። ሰብመዚ ጸጥታ ኤርትራ፣ ኣብዚ ቀረባ እዋን ብዙሓት ተኸተልቲ ናይ ሃይማኖታትን ብኻልእ ጉዳያት ኣብ ማእሰርቲ ዝጸንሑ ሰባት ከም ዝተፈትሑ ይዝከር'ዩ። ኣብ ወርሓት ሕዳርን ታሕሳስን ብዘይ ክስን ሕጋዊ ፍርድን ንዓመታት ተኣሲሮም ዝነበሩ ኣስታት ሚእቲ ሰዓብቲ ዝተፈላለዩ ሃይማኖታት ተለቒቖም ነይሮም። ኣብ ናይ ክልተ ሽሕን ዕስራን ኣርባዕተን ኣብ ዞባ ጋሽ-ባርካ ኣብ ዝተኻየደ ስርሒት፣ ሰዓብቲ ወንገላውያን ኣብያተ ቤተክርስትያናት ኣብ ከተማታት ኣውረደት፣ ባረንቱን ተሰነይን ካብ መንበሪ ገዛውቶም ተወሲዶም ተኣሲሮም ነይሮም'ዮም። ኣብታ ሃገር ኣስታት ዓሰርተ ሽሕ እሱራት ከምዘለዉን ኩሎም ብህጹጽ ክፍትሑን ሕቡራት ሃገራት ኣብ ዝሓለፈ ወርሒ ታሕሳስ ጸዊዑ ምንባሩ ይዝከር'ዩ። እተን ብጴንጤን ካልኦትን ዝፍለጣ ኣብያተ ክርስትያን ኣብ ክልተ ሽሕን ክልተን ኣቆጻጽራ ኣውሮፓውያን ብትእዛዝ ሓለፍቲ ጸጥታ መንግስቲ ኤርትራ ድሕሪ ምዕጻውን ብዙሓት ሰዓብትን መራሕተን ፈቖድኡ እናተሃደኑ ናብ መሓዩር ክዳጎኑ ጸኒሖም'ዮም። መራሕትን ኣመንትን ኦርቶዶክስ፣ ካቶሊክን እስልምናን'ውን ካብ ፈለማ ናጽነት እታ ሃገር ኣትሒዙ ጉዳይ ማእሰርቲ ክኾኑ ጸኒሖም'ዮም። መንግስቲ ሱዳን ምስ ኢትዮጵያ ዘዳብቡ ከባቢታት ከም ዝዓጹ ማእኸላት ዜና እታ ሃገር ገሊፀን። ኣብ ዝሓለፉ መዓልቲታት መንግስቲ ሱዳን እቲ ዶብ ዝዓጹ ኢትዮጵያ ምልሻ RSF ንዘይሕጋዊ ምንቅስቓስ ኣፅዋር ዕፀ-ፋርስን ንኢትዮጵያ ክመፆ ዝኽእል ምቁፅፃር ዝዓለመ ምዃኑ እዩ ዝገልፅ ዘሎ። ምትፍናን ሱዳንን ኢትዮጵያን ኣብ ጦር ዝበፅሕሉ ዘሎ እዋን ሰራዊት ሱዳን ብዙሓት ካብ ሰራዊት ናብ ዶብ ኢትዮጵያ ይንቀሳቐስ ዘሎ ዝብል ሓበሬታ ብሰፊሑ ክዘዋወር ቀንዩ እዩ። ኣብዚ ቅንያት ዕጡቓት ጀነራል ዳጋሎ ኣብ ኢትዮጵያ ክልል ጋምቤላ ከተማ ኣሶሳ ወታደራዊ መዓስከር ኣጣይሾም ኣለው ክብል ኣልጀዚራ ፀብፂቡ እዩ። ቴሌቪዥን ኣልጀዚራ ቋንቋ ዓረብ ከም ዝሓበሮ ሌተናንት ጀነራል መሓመድ ሓምዳን ዳጋሎ ሒሚቲ ዝምራሕ ጉጅለ ዓመጽቲ ሱዳን ኣብ ኢትዮጵያ ወተሃደራዊ መዓስከር ከም ዝመስረተ እዩ ዘመላኽት። እቲ ጸብጻብ፣ ከም መንግስቲ ጀነራል ኣልቡርሃን ስሙ ዘይጥቀስ በዓል ስልጣን ከም ምንጪ ጠቒሱ፣ እቲ ጉጅለ ኣብ ኢትዮጵያን ከባቢ ኣሶሳ ብክልል ቤንሻንጉል ጉሙዝ ማእከል ስልጠና ከም ዝሃነጸ እቲ በዓል ስልጣን ገሊጹ። ብተወሳኺ ወተሃደራዊ መኻይንን ዝተፈላለዩ ተተኮስትን ፀረ ሰብ ኣልቦ ነፈርቲ መሳርሕታትን ብኣሶሳ ኣቢሎም ናብቲ ጉጅለ ይኣትዉ ከምዘለዉ ዝገልፅ እቲ በዓል ስልጣን፣ ሓይልታት ምክልኻል ኢትዮጵያ ምስቲ ጉጅለን ወተሃደራዊ ክንፊ ሰልፊ RSF-ን ናይ ሓበሬታ ምልውዋጥ መርበብ መስሪቶም'ለዉ ክብል ሓቢሩ እዩ። እቲ በዓል ስልጣን መደርኡ ብምቕፃል እቲ ኣብ ከባቢ ኣሶሳ ክሳብ ዓሰርተ ሽሕ ወታደራት ከእንግድ ዝኽእል ክልተ መዓስከራት ታዕሊም ሓይሊ ቅልጡፍ ምላሽ ወይ ድማ RSF ከምዘሎ ምግላፅ ነቲ ጉዳይ ጀነራል ጌታቸው ጉዲና ይቆፃፀሮ ከምዘለው ንኣልጀዚራ ሓቢሩ እዩ። ነቲ ዕጡቕ ሓይሊ ዘድሊ ወታደራዊ ናውቲ ብወደብ ሶማሊላንድ በርበራን ሞምባሳ ኬንያን ኣቢሉ ናብ ኢትዮጵያ ክጓዓዝ ምዃኑ ወሲኹ ሓቢሩ።

ናብ ኤርትራ ላዕለዎት ሓለፍቲ ዝሓዘ ጉጅለ ልኡኽ ከምዝኣተወ ተገሊጹ። ፕሬዝደንት ኤርትራ ኢሳይያስ ኣፈወርቂ ምስ ሚኒስትራት ሱዳን ብዛዕባ ምርግጋጽ ቀይሕ ባሕርን ዞባዊ ጸጥታን ተዘራሪቦም። ፕሬዝደንት ኢሳይያስ ኣፈወርቂ ምስ ሚኒስትር ፋይናንስ ሱዳን ጀብሪል ኢብራሂም ሚኒስትር ዜና ካሊድን ኣብ ጉዳይ ምርግጋጽ ቐይሕ ባሕርን ዞባዊ ጸጥታን ዘትዮም ተባሂሉ። እቲ ኣብ ቤተ መንግስቲ ኤርትራ ዓዲ ሃሎ ዘተረባሓ ክልቲኤን ሃገራት ንምሕላው ኣብ ቀርኒ ኣፍሪካ ሰላም ንምርግጋፅን ቀፃሊ ፖለቲካዊ ምውህሃድ ከምዘድሊ ዘተኮረ ምይይጥ ከምዝተኻየደሉ ኣገልግሎት ዜና ሱዳን ሓቢረን ኣለዋ። እቲ ዝርርብ ኣብ ምጥንኻር ክልቲኣዊ ዝምድና ክልቲኤን ሃገራት ኣብ ዝተፈላለዩ ዓውድታት ምትሕብባር ንምዕባይ ዝሕግዙ መንገድታት ከምኡ እውን እዋናዊ ህዝባውን ሃገራውን ምዕባለታት ዘተኮረ እዩ። ኢትዮጵያ ወደብ ባሕሪ ንምርካብ ወፍሪ ኣብ እተቕፅለሉ ዘላ እዋን ንፕሬዝደንት ኢሳይያስ ምስ ሃገራት ቐይሕ ባሕሪ ዝምድና ንምሕያል ይጽዕሩ ኣለዉ፣ ኣብ ቀረባ እዋን ድማ ናብ ስዑዲ ዓረብን ግብጽን ዑደት ኣካይዱ እዩ። ዝኸበርኩም ተኸታተልቲ ዜናታትና ነዚ ሰዓት ዝበልናዮም ሓደሽቲ ምዕባለታትን እዋናዊ ዜናታትን ኣብዚ ዛዚምና ኣለና፣ ንምክትታልኩም ነመስግን። ሰላም።